ሰላም ሕጂ ድማ እምበኣር ናብታ መጽሓፍ ናይ ኣቦይ ወልደኣብ ተመሊሰ ኣለኹ። እቲ ናተይ ቀንዲ ብዶ ዓቕመይ ከመሓላልፎ ዝደለኹ ዝደሊ ዘለኹ እንታይ እዩ፣ እቶም ጸላእትናሲ እቲ ቀንዲ ኣስፋሕፊሑ ሒዝና ዘሎ ቀይድና እቲ ድሕረት እንድዩ። ሕጂ ኣብቲ ድሕረት ድማ እቶም ምፍልላያት ዝበሃሉ ኣለዉ። እቶም ምፍልላያት ድማ ብሃይማኖት በውራጃ እዮም እቶም ቀንዲ። ኣበሃህላይ ድማ እቲ ኣውራጃ እቲ ዝኸፍኤ እየ ዝብል ኣነ። ሕጂ ነዚ ብምምልካት ነዚኦምሲ ይጠቕሙ ይኾኑ እዮም ኢለ እየ ሓሳበይ ዝህብ ዘለኹ። ብፍላይ እዞም መጻሕፍቲ ናይ ኣቦይ ወልደኣብን ናይ ሓው እብራሂም መሓመድዓልን ካልኦቱን ማለትሲ እቶም ቀንዲ እዞም ብወጻእተኛታት ዝተጻሕፉ ድማ ጠቒሰዮም ኣለኹ። ምኽንያቱ ንሕብረተሰብ ዝምልከት ንሕብረተሰብና ዝምልከት እሞ ኣብዘን ዝጸቕጠለን ዘልኹ እተን ካብ ድሕረት ዝቦቖላ ሃይማኖትን ኣውራጃን ዝኣመሰላ ምፍልላያት ከምእን ከምዘን ክልተ መጻሕፍቲ ገይሩ ዘጉልሕ እሞ ሙዝን ብዝኾነ ኣይረኣኹን ኣነ ክሳብ ሕጂ። በዚ መንገዲ እዚ ከኣ ነቶም ወጻእተኛታት ዝጸሓፍዎ እሞ ብቕኑዕ ልቦም ናይ ዝምባሌ ናይ ስምዒት ናይ ኣውራጃ የብሎም ናይ ሃይማኖት የብሎም ዝጸሓፍዎ ንሶ ንዕኦም እውን ብምውካስ ሰብ ካብቲ ድሕረትና ክንወጽእ እንድሕር ደኣ ኮይንና ሲ ክንፈልጥ ኣለና ክንፍለጥ ከፍልጡና ዝኽእሉ ክምህሩና ዝኽእሉ ድማ ንሶም እዮም ከምዚ ንኣብነት ዝበልኩ ኣብዝሓር ዝሓለፈ እዋን እተን ኣስላም ሓበሻ ከም ናይ ዓረብ ተዓሚምና ኢና ንኣቱ ዝበላ ፅቡቅ እዩ ናይ ብሓቂ እንኳዕ ንትምህርቲ ተኸልከላ ይኹን እምበር እቲ ታሪኽ ግና ከምቲ ዝበልክዎ ክፍለጥ ኣለዎ። ሕጂ ንኣብነት ህዝቢ ኤርትራ እውን በዚ ሰውራ ልክዕ ከምኡ ከምቲ ብባህሊ ዓረብ ብዙሕ ዝተጎድኤ እሞ ዝተጠልመ ህዝቢ ሓበሻ ከምኡ ድማ ህዝቢ ኤርትራ እውን በዚ ሰውራ እዚ ተጠሊሙ እዩ። እምበኣር ናብዚ ብምትሕሓዝ ድማ ንኣብነቱ እዞ ናይ ናይ ሓው እብራሂም መሓመድ ዓልን ናይ ኣቦይ ወልደኣብን እተን ምስቲ ናተይ ኣተሓሳስባ ስነ ልቦና ካብ ቅደም ሒዞ እውን ኢለ ዝኣምነሉ ዝሰማማዕ ስለ ዝኾነ እየ ንዓኣተን ክነበን ኣለዎ ሰብ ክመሃረን ኣለዎ ሰብ ዝብል ዘለኹ ሕጂ ንኣብነት ኣብዚ እንታይ እዮም ኢሎም ኣብቲ እዋን እቲ ከምዚ ብዘ እዋንና እውን ዝነበረ እህ ብብረት ይኹን ብሰላማዊ ደኣ ይኣክል ክንደይ ደም ፈሲሱ እዩ ሕጂ በቃ ብሰላማዊ ገባብ ጥራሕ ትሽግር ክፍታሕ ኣለዎ እንዳበልካ ኣብቲ እዋን እቲ እውን ከም ዝነበረ እንድዩ ሕጂ እንታይ ይብሉ ኣበይ ወልደኣብ ንሕና ንብል ዘሎና እብሉ ማለት ጸሎት ኮነ ወይስ ቃልሲ ምጉት ኮነ ወይስ ተኹሲ እቲ ንኤርትራ እንገብሮ ግብሪ ኩሉ ኩሉስ መሰረቱን ዕላምኡን ናይ ህዝቢ ኤርትራ ስምረት ሓድነት ፍቕሪ ምውህሃድ ሰላም ክኸውንዩ ዝግብኦ። እንታይ እዩ ክኸውን ዘለዎ? እቲ ንኤርትራ ንገብሮ ጻዕሪ ኩሉ፣ ግብሪ፣ ጻዕሪ፣ ቃልሲ፣ እንታይ ክኸውን ኣለዎ መሰረቱ፣ ዕላምኡ? ናይ ህዝቢ ኤርትራ ስምረትን ሓድነትን ፍቕርን ምውህሃድ ሰላም ኪኸውን ይግብኦ ከምኡ ኢልና ኢና ንኣምን እዮም ዝብሉ ዘለዉ ኣቦይ ወልደኣብ በዚ እየ ኸኣ ኣነ ድማ ከምኡ ዝብል ዘለኹ ሕጂ ነዚ ዘይገብሩ ግን እንዳ ብከም ከምዚ ዝበለ ዕላማ ዘይብሉ ማሕበር ወይ ሰብ ናይ ኤርትራ ድሕነትኒ ሓርነትኒ ይግድሶ እዩ ክበሃል ኣይኽእልን ንሃይማኖትን ኣብዚኣ ሕጂ እንሀለ ከምኣ ዝብል ዘለኹ ኣነ ከምኣ ትርድኣኒ ልክዕ ንሃይማኖትን ዓሌትን ኣውራጃን ንስማዐን ኣነ ኣብታ ድሕረትና ተኣሊኸን ዘለዋ እዚአን እየን ከምታ ዘለዋ ገይሮም ኣቕርብዎን ኣለዉ ኣቦይ ወልደኣብ ንሃይማኖትን ዓሌትን ኣውራጃን መሳርሒ እናገበረ ሽሙ ክውረየሉ

ብኸመይ ኣተጣጠፊኣ ዕዮኡ ኼቋርጹ ወይስ ዕላምኡን ግብሩን ኼጽንዕ ንልምኖን ንምነየሉን ኣለና። ከምዚ ኣብዚ ግዜና ዝጻረፍዎን ዘብልዎን ዘይኰነሲ፣ ነዚ ዝገብርስ እንታይ እዮም ዝብሉ ንሳቶም እንታይ እዮም ዝብሉ ንሳቶም ንልምኖን ንምነየሉን ቅኑዕ ልቢ ክህቦን እዮም ዝብሉ። እዚ ኣብ ሃይማኖትን ዓሌትን ኣውራጃን መሳርሒ ዝገበረ እንብሎ ዘለና ሰቂልካ ዝሕለፍ ቃላት ኣይኮነን፣ ብግብሪ እኳ ኣብ እዋንና ዝረኣናዮ እዩ። ብዛዕባ እቲ ሃይማኖት እንድሕር ደኣ ርኢና ሱሪ ኣዲስ እንዳበልካ ዶ ፋሉል እንዳበልካ ዶ ዓብደላ ኣብ ተጋድሎ ሓርነት ኤርትራ ዓብደላ ብሃይማኖት ምኽንያት እዚኣ ናይ ክርስትያንን ናይ ሽዑን ኮይና እያ ውሽጢ ውሽጢ ድማ ክርስትያን ስለ ዝበዝሕዋ ምስ ህዝባዊ ግንባር ዝምድና ገይራ እያ ናይ ህዝባዊ ግንባር መሳርሒ ኮይና እያ ኢሉ ንርእሱ ከምታ ዝበልዋሲ እንታይ እዮም ኢሎም ኣቦይ ወልድኣብ እንታይ እዮም ዝበሉ ንርእሱ ንሽሙ ኣዞ መሳርሒ መሳርሒ ነዚ መሳርሒ እንዳገበረ ዓብደላ ሽዑ መሳርሒ ሽሙ ክውረየሉ ንሱ ግን ቀንዲ ታሒዝዋ ዝነበረ ቦታ ከኣ ንዘልኣለም ሒዝዋ ዝነበረ ከምዛ ናይ ኢሳያስ ክስእና እየ ብዝብል ሳልሳይ ሃገራዊ ጉባኤ እንድሕር ደኣ ተገይሩ ምስዕራብ እዚኦም ናይ ክርስትያንን ሽዑን እዮም ኢሉ ተ ምስ ስዑዲ ዓረብ ደሓን እቲ ብድሕሪኡ ዘሎ ኣብኡ ንትረፎ ብኣኣ ገይሩ ንተጋድሎ ሓርነት ኤርትራ ከም ብውሽጣስ ከም ቁንቁነ በሊዑዋ መስተርያ ከሎ መስተርያ ከሊኡ መራሒ ወተሃደር ክንሱ ከምቲ ጴጥሮስ ሰለሙን ዝበልናዮ ክንዲ ኣብ ቅድመ ግንባር ኮይኑ ዝመርሖ ንሱ ግን ንሽዱሽተ ወርሒ ንግብፁ ዶ ንገለመ ኢሎ ከይዱ ስለምንታይ እዚኦም ክርስትያን ስለ ዝበዝሑ ኢሉ ስለ ዝተ ስለዚ መሳርሒ ብጭብጢ ዝረአ እዩ ብጭብጢ ኣብቲ ናይ ኣውራጃ ውን እንድሕር ደኣ ርኢና ሓቂ እኳ ኣይሃልዎ እምበር መንካዕን የሚንን እንዳ ተባሃልካ ክሳብ ሕጂ ዝሓኑ እተው ዘገልጹልና ዝነበረ እዩ ስለዚ ኣቦይ ወልደኣብ ይረኣዮም ዝነበረ ስቅ ኢሎም ኣይኮኑን ጽሒፎሞ ክሳብ ሕጂ ድማ ኣይተፈትሐን ሕጂ እምበኣር እዞም ከምዚ ዝገብሩሲ ንጥፍኣት ኤርትራ ደኣምበር ንረብሓ ኣይኮኑን። ኣነ ድማ ኣብ ኣዐጸቅጥ መበቆሉ ድማ ግን እብል ኣለኹ ኣነ እቲ ድሕረት እዩ ኣብኣ ድማ ትሕዝ ኣቢለ እምበኣር ብኸምዚ ስለ ዝረአ ኣብታ ዝበልክዋ እውን ኣቦይ ወልደኣብ ጀማሪ ሰውራ ወይ ከዓ ምስ ጀመርቲ ሰውራ ምስ ክበሃሉ ይኽእሉ ዶ ኣይኮኑ ይኽእሉ ዶ ኣይክእሉን ብጭብጢ ከዓ እዚ ምክንያቱ እቶም ናህና ድበልዎም ደይግብኦም ከሎ ጀማር ሰውራ እዎ ጀማር ሰውራ እንተበሉ እቶም ካልኦ ኣይናህናን እዮም ዝብልዎም ድማ እሱ ድማ ምስቲ ውራጃን ገለን ዝተተሓ ሃይማኖትን ዝተተሓሓዘ ጥራሕ ክኸውን ዝኽእል እምበር ካልእ የብላን ጭብጢ ሕጂ ዝግብኦም ክንሱ እዚ ድኣ ታይ ጀማር ሰውርኡ እዚ ድኣ ታይ ጀማር ሰውርኡ ኣበይ ኣሎ መራጋገጺ እንዳበልካ ዝግበር እንድሕር ኮይኑ እዞ እሶም ግና መራጋገጺ ኣብዚ መጽሓፍ ንዘስተውዕል ሰብ ካብ ኣርብዓን ሓደን ንጋደል ኣለና እንዳበሉ ዝኸዱ እዮም ግን ሕጂ ድማ ጌና መራጋገጺታት ክንደሊ ኢና ስለዚ ነዚ ኣነ ቀንዲ ክነቕሓሉ ኣለና ዝብል ዘለኹ ምኽንያቱ እንታይ እዮም ኢሎም ንሃይማኖትን ዓሌትን ኣውራጃን መሳርሒ እናገበረ ሽሙ ክውረየሉ ነይሩ እዩ ማለት እዩ። ቅድሚኡ እውን ነይሩ እዩ። ኢሳያስ ኣይኮነን ፈጢርዎ፣ ኢሳያስ ኣይነበረን ሽዑ። ሓደ ካብቲ ይፈትዎ ኢልካ ኣይትህቦን ዘይናቱ ይጸልእካ ኢልካ ከዓ ኣይትኸልኦን ናቱ ዝበልክዎ ንሱ እዩ። ኣይነበረን ኢሳያስ ሽዑ ኣብቲ እዋን እቲ ኣብ ደላውና ኣይነበረን ንዑ ጥራሕ ከይነላግበሉ ንዖም ጥራሕ ኮና ከነላግበሎም ነይሩ እዩ ቅድም ስለዚ ቁንጭል ኣቢልካ ኣይኮነን ክኸይድ ዘለዎ ዝኾነ ኮይኑ ወገኑ ድማ ክበዝሓሉ ዘዕገርግርኒ ዝፅዕርኒ ሰብ ወይስ ማሕበር ዕላምኡ ናይ ኤርትራ ድሕነትን ሓርነትን ኣይኮነን እብሉ ኣለዉ ስለዚ ኣይኮነን እሞ ናይ ምፍልላይኒ ጥፍኣትኒ ዕዮ ኼቋርጽ ወይስ ዕላምኡውን ምግብሩን ኼጽንዕ ንልምኖን ንምነየሉን ኣሎና። ኣብዚኣ ድማ እያ ነታ ቀንዲ ድጸቕጠላ። ሰለዚ እምበኣር ኣብዚ ብምቕጻል እምበኣር ኣብዚ ድማ ኣብዚ መጽሓፍ እዚ እንታይ ሰፊሩ ኣሎ? መልእኽቲ ሰላምታን ምዕዶን ነሕዋትና ደቂ ኤርትራ ትብል ኣላ ኣርእስቲ እንታይ ኮን ክንረክብ ኢና ካብዛ መጽሓፍ ናይ ኣቦይ ወልደኣብ ኣብ ውሽጢ ሃገርኒ ኣብ ወጻእን ንእትነብሩ ኣሕዋትናን ኣሓትናን ደቂ ኤርትራ ከምዚ ኣዋጅ ዝመስል ናይ እግዚኣብሔር ሰላምኒ ትብዓትኒ ንምነየልኩም ኣለና እዚ ናይ ብርቱዕ ፈተናን ሓሳረ መክራን ግዜኹምኒ ግዜናን ምንም እኳ ነዊሕኒ መሪርኒ እንተኾነ ከም ዝሓልፍ እሞ ግዜ ፍትሕን ሓርነትን ግዜ ራህዋን ሰላምኒ ከም ዝመጽኣልኩምኒ ዝመጽኣልናን ንኣምን ኣለና። ኣቦይ ወልደኣብ ከም ኣብሉ ነይሮም መዓስ ኮን እያ ተጻሒፋ ዕለታ ተልያ እስከ ጽንሑ ክሪኣ እየ ምክንያቱ ንውሕ ኢላ እዚኣ ብ ብስሳን ሰለስተን እያ ተጻሒፋ ብወርሒ ትሽዓተ ወይ ከዓ ዓሰርተ ሓሙሽተ ትሽዓተ ሽሕን ትሽዓተ ሚእትን ስሳን ሰለስተን እያ ተጻሒፋ ንሶም ሕጂ እምበኣር ፍትሕን ሓርነትን ስክመጸልና ኢሎም ሲ ከምዚ ዝቀረበ ገሮም እዮም ዝርድእዎ ነሮም ንሕና ድማ ከምኣ ንብል ነርና ኣንታ ወሎዶ እስኻ ድማ ሕጅስ በቃ ዝተወድኦን ዝተረድኦን ትብል ኣለኻ ነብሲ ወከፍ ዕድመ መንእሰይ ናቱ ዕላማ ናቱ ወይ ከኣ ድማ ናቱ ዕማም ስራሕ ኣለዎ። እቲ ስራሑ ግን ብግቡእ እንድሕር ደኣ ብግቡእ ነቲ መብዛሕትኡ ተዘየንቂሕዎ ግና ኩሉ ግዜ እዩ ዝፈልስሎ። ንሕና ከማይ ኢና ንብል ኔርና። ንዓመት'ኳ ትጸንሕ ኣይመስለና ሓደ እዋን ኣብ ሓደ ናይ ዓንሰባ ጋግሲ ጉልዒ ክንዘርእ ኢሎ ሓደሲ እንታይ እንታ ክኾነካ እንታ ኢሉ ድማ እቲ ሓደ ሽዑ ዳሕራይ እሞ ኣብ መፎዝ ዝኾነና ገለት እሞ ንመዓስ ብሕጂ ዓመት እንዲ ድሕሪ ዓመት እንዲ ድፈርር ዓመት ኣብዚ እንታይ ገብረናካ ኢሉ ድሕሪ ዓመትሲ ሓርነቱን ናጽነቱን መስሎ ድረክብ መስሎ ነይሩ ሕጂ ድማ እምበኣር ከምኡ መስለኩም ኣለኹም እቱም ንእሽቶ ወለዶ ንኣሽቱ ወለዶታት ካብዚ ዝሓለፈ ታሪኽ ተማሃሩ። ቅድሚ በዓል ኣቦይ ወልደ ኣብ እውን ነይሩ እዩ። ወረ ዓዲ ንዓዲ ሃዘጋን ጸዓዘጋን መራጉዝን ዓረዛን ይዋግኡ ነይሮም ካብኡ ናብ እቲ ማይ ቤት እውን ከምኡ ዝዋጋ ኣሎ ከምኡ እዩ ነይሩ ካብዚ ክንሳገር ተኮይና ድማ እንታይ ክንከውን ኣለና ክነቅሕ ኣለና ክንነቅሕ ድማ እንታይ ክንገብር ኣለና ክንመሃር ኣለና ክንመሃር እንድሕር ኮይኑ ድማ መፅሓፍ ከምታ ሙሲንገር ዝበላ መፅሓፍቲ ክንነብብ ክንፈልጥ ክንካትዓሎም ክንምርምሮም ኣለና ካብኡ ተረፈኸ ሕጅስ ቀሪብና ኢና እንዳበልና ወለዶ ንወለዶ ሓሊፉ እዩ ግን እዚ ወለዶ እዚ እኳ ብሕጂ ዝትክእ ወለዶ እውን እንተ ተረኺቡ እዩ ሓቂ ዘረባ ሓይሽ ሓቂ ዘረባ ሓይሽ ስለዚ እምበኣር ኣቦይ ወልድኣብ እንታይ እዮም ዝብሉ ዘለዉ ግዜናን ምንም እኳ ነዊሕኒ መሪርኒ እንተኾነ ኣብ ከም ዝሓልፍ እሞ ግዜ ፍትሕን ሓርነትን ግዜ ራህዋን ሰላምኒ ከም ዝመጻልኩምኒ ዝመጻልናን ንኣምን ኢና ተጋዳላይ እዮም ኣብ ካድር እዮም የናቃቕሑ ኣለዉ ህዝቢ ተጋዳላይ እዮም ኣቦይ ወልደኣብ ኣብዚ እዋን እዚ እምነት ህይወት እምነት ህይወትኒ ሓይልን እዩ እምነት እንድሕር ደኣ እምነትሲ ህይወትን ሓይልን ህበካ እዩ ማለት እዩ እቲ እምነት እምነትኒ ተስፋን ዘይብሉ ሬሳ ይበሃል ህይወት እንካብ ዝይህሉ እምነትኒ ሰላምኒ ድማ ኸይህሉ ግድን እዩ። እምነት ንዓወት ክህልወና ዘድሊ እዩ። ተስፋ ኸኣ ንፍትሕን ንሓርነትን ንራህዋን። እምነትኒ ስኒትኒ ንንብረትኒ መነባብሮን ደቂ ሰብ መሰረቱ እዩ ኣብዚኣ ድማ ስሙ እንታይ እያ መሰረታ ንምዕባለ ሓንቲ ሃገር ንራህዋ ሓንቲ ሃገር ክትህብትም ክትብልጽግ እንታይ እያ እምነትኒ ስንትኒ እምነት ተዘየለኻ ልብኻ ተኻፋፊትካ ብሓንሳእ ንሓደ ዕላማ ክትገጥም ኣይትኽእልን ኢኻ ምኽንያቱሲ ንሕና ደቂ ከባቢ ኢና ዝያዳ ንተኣማመን እንዳበልካ ዝግበር ፍጹም እዚ ስቕ ኢሉ ዝሰርሕ እኮ እዩ ዝመስለና ዘሎ ደቂ ሓደ ከባቢ እስ ይትረፍ ደቂ ሓንቲ ፋሚሊ እኳ ኣይተኣማመኑን እዮም ኣብ ረብሓ ይረብሓኻ ሕጂ ንኣብነት ኣብ ውርሻ እንድሕር መጺኻሲ ምትእምማን ድበሃል የለን እንታይ ደኣ ሕጊ እዩ ዝፈትሓ ዝስታይ ዘብለካ ዝዓርቀካ ብሕጊ እንዳባ ድዩ ብሕጊ ባህሊ ድዩ ከምኡ ካብኡ ተረፈ ግን ብ ዘመደይ ዘመድካ ኣውራጃይ ኣውራጅካ ሃይማኖት ሃይማኖትካ ግን ነዊሕ ዝኸይድ ረብሓ ዘምጽእ እሞ ኸኣ ፈልዩ ከምዚ ፍርቂ ጎና ትሰብሕ ላም ዝበሃል ከምኡ ዘስብሕ ነገራት ኣይርከብን እዩ እዚ ድማ ይነግሩና ኣለዉ በዓል ኣቦይ ወልድኣብ እንታይ እዮም ዝብሉ ዘለዉ እምበኣር እምነትኒ ስኒትኒ እንድሕር ደኣ ኣልዩና ንብረትናን መነባብሮናን ኤርትራውያን ኣብኡ ክብልጽግ እዩ ኣብኡ ይመሰረቱ ብዘይካ ናይ ሓድሕድ ምትእማንኒ ስኒትኒ ደሓር ክግበር ዝኾነ ይኹን ሓዳር ኪግበር ኣብዚ ኣብ ሓዳር እውን መጺኦም ሰብኣይን ሰበይትን እውን ማለቶም እዮም ብዘይካ ናይ ሓድሕድ ምትእምማንኒ ስኒትኒ ሓዳር ኪግበር ዝኾነ ይኹን ማሕበር ኪትከል ማሕበር ክኣወ ዓድን ሃገርን ድማ ኪሳለጥስ ኣይከኣልን ልክ ምትእምማን ስለ ዘይብሎም እዞም ጉጅለ ሳሕል ሃገር ኣይ ጥዒቲ ሃገር ኣይፈጠሩን ንርእሶም ድማ ኣትዮማ ስለምንታይ ስለ ስኒትን ምትእምማንን ስለ ዘይብሎም ስለ ዘይነበሮም ንህዝቢ ጠሊሞሞ ምክንያቱ ሲ እቶም ናይ ቀደም ተጋደልቲ ኩሉ ግዜ ዝበሃል እንዳ ነዞም ቀዳሞት ወለዶ ዝንእሽተ ወለዶ ስኢሉ እንዲ ዘስተናዕቀና ወይ ገለ ብተዘዋወሪ ሓቂ ኣለዎ ምክንያቱ ነዚ ጠላም ስርዓት እዚ ፈሊጥካ ደይፈሊጥካን ካልእ እዩ ከምዚ ንኣብነቱስ እንድሕር ደኣ ሓደ መራሕ መንገዲ እየ ኢልካ ናብ ናብ በረኻ እየ ናብ ድሕነትካ እየ ድወስደካ ደለኹ ኢሉ ናብ ጸላኢ ዜሩ ኣዚሩ ንቦታ ዝፈልጥ ተኾይኑ ናብኡ ክመልሰካ ክእል ይኽእል እዩ ስለዚ ቀታሊኻ ናብ መትሓዚኻ ናብ ጸላኢ ዘረክበካ ትስዕብ ኔርካ ኣብዚ ጌጋ ኣለካ ግን ፈሊጥካ ኣይኮንካን ስለዚ እቲ ህዝብን እቲ ተጋዳላይን ድማ ከይፈለጠ ነዚኣቶም ናይ ጥልመት ስርዓት ሒዞም ብምግልጋሉ ልክዕ ከምኡ ክበሃል ይከኣል ይኸውን ከምዚ ንኣብነቱ ፍሉጥ ሂትለር ንውሰድ ድሓን ኣብ ዓለም እቲ ህዝቢ ደጊፍዎ እንድዩ ሕጂ መሲልዎ ስዕቦ ነይሩ ግን እቶም ቀንዲ ሓላፍነት ዝወሰዶ ግን ከምዞም ጉጅለ ዓሰርተ ሓሙሽተ ከምኦም እቶም ሓለፍቲ ውሕዳት ጥራሕ እዮም ወሲዶማ ምኽንያቱ እቲ ህዝቢ ክሳብ ከምዚ ኣይተረድኦን ብዝብል ኣቕዋም እቲ ህዝብን ሰራዊትን ወይ ከዓ ተጋዳልትን ድማ ከምኡ እዩ ነይሩ እቲ ዓቕምና ንርድኦም ኣይነበርናን እዚ ማለት ግና ነቲ ጠላሚ ስርዓት ብምእታውና ግን ተዓሺና ብዕሽነትና ድማ እወ ጠላም ሃገር ዝጠልም ፍትሒ ዝረግጽ ናብ ብርሰት ዘብጽሕ ኣምጺና ግን ፈሊጥና ኣይኮናን እቶም ዝፈለጥና ከም በዓል ኣነ ደኣ መሰለኳ ደሓ ክልተ ዓመትን ፈረቓን ምስ ተጋደልና እዚኦም ካብቶም ናይ ጉጅለ መሓራ ወይ ከዓ ካብ ደርጊ ተዘይከፊእኩም ኣይትሕሹን ኢኹም ኢልና ገዲፍናዮም መጺና ግን ኩሉ ካብ ሓንሳብ ተለልዮም ማለት ኣይኮነ ግን እንዳለለየ ኮነ ኢሉ ዘገልገለ ግን የለን ኢለ እየ ዝኣምን ኣነ ኣዞ ናቶም ስሩዕ ተኮይኑ ልክዕ ኦኬ ናብ ካልእ ስታይ ከየብል ከስታይ ከይ ከየላግስ እምበኣር እንታይ እዮም ዝብሉ ዘሎ ኣቦይ ወልደኣት ወልደኣብ ህይወትን ህይወት እንካብ ዝህሉ እምነትን ተስፋን ድማ ክህሉ ግድን እዩ ኢሎም። እም ልክዕ ሰኣ ደላ ሕጂ እዚ መንእሰይ እውን ሰኣ ህይወት ክሳዕ ዘላስ ተስፋ ተስፋ ኣላ እታ እምነት ግን ክሳዕ ክንደይ እያ ኣብኣ ይሕሰበላ ከምዛ ዝተወደኦን ዝተረድኦን ኣብታ ዝተረድኦ ኣነስ ታይ ዘላትኒ ኣብታ ንሓድሕድካ ምትእምማን ከ ተስፋስ ኣለካ ኣብዛ ሓደ መዓ እዋናት ድማ ትዕውት ትዕውት ተበልካሉ ነዚ ጉጅለ ሳሕል እምነት ከብሓድሕድካ እዚ ሕሰበሉ ኣንታ መንእሰይ እምነት ንዓወት ክህልወና ዘድሊ እዩ ኢሎም ዓወት ክህልወና እንድሕር ኮይኑ ምትእምማን ከድልየና እዩ እንድሕር እምነት ተዘይልያ ግን ዓወት የላን ንኣ ከዓ ዝብል ዘለኹ ኣነ ስለዚ እምነትካ እንታ መንእሰይ መርምር ምትእምማንካ ተስፋ ከዓ ንፍትሕን ንሓርነትን ንራህዋን ዝሓቖፈ ኢሉ። እምነትኒ ስኒትኒ ንብረትኒ መናባብሮ ደቂ ሰብ ካብ ኮነ ብዘይካ ናይ ሓድሕድ ምትእምማን ስኒትኒ ሓዳር ክግበር ዝኾነ ይኹን ማሕበር ክትከል ዓድን ሃገርን ድማ ክጣየስ ኣይኽእልን ኣሽምባይ እቶም ዓድን ሓዳርኒ ኣብዚኣ ንግበር ሕጂ ነስተብህል ሕጂ ኣሽምባይ እቶም ዓድን ሓደርኒ ንምትካል ዝዕጠቁ ሰባትሲ እቶም ንምፍራስኒ ንምፍንጣሕኒ ዝተናኮሉ ሰባት እኳ ንሓድሕዶም ምትእምማንኒ ስኒትኒ ከም ዘድልዮም ይፈልጡ እዮም ኣብ መጨረሽታ ግን ስታ ይበሃሉ እዮም ይጠላለሙ እዮም ከም ዝድርኣናዮ ስለምንታይ ብዘይካ ምትእምማን ንስነትኒ ኣብ ዝኾነ ይኹን ዕላማ ክብጻሕ ዘይከኣል እዩ ምክንያቱ እንታይ እዩ ዝብል ዘሎ ምትእምማንኒ ስምኒት ስኒትኒ ኣብ ዝኾነ ዕላማ ብሓደ ድር ንሓደ ዕላማ ንድሕርታ ተወድስታይ ተባሂልካ ሲ ነታ ዕላማ እቲኣ ስኒት ክትህልወካ ግድን እዩ ምትእምማን ክህልወካ ግድን እዩ ከምኡ ግን ኣባና ብዙሕ ግዜ ኣበተ ድሕረት ምክንያት ኣብ ውሽጥካ ኣብታ ውሽጢ ማሕበርሲ ናኣሽቱ ማሕበራት እየን ዝፍጠራ ኣብታ ማሕበር ኣብታ ሓንቲ ውድብሲ ዝተፈላለያ ውድባት ናይ ኣውራጃ ውድብ ኣላ ናይ ሃይማኖተ ውድብ ኣላ ናይቶም ኤሊት ናይ ሰረቅቲ ውድብ ኣላ ኣብዚ ድማ እምበኣር ስምረት የለን። ስምረት ዘይብሉ ድማ እንታይ ድኸውን ይፍንጣሕ ከማያ ኣብ መንጎ ክልተ ሰብ ሓዳር ምትእምማን ምስ ዝጐድል እቲ ሓዳር ይፈርስ። ኣብ መንጎ ኣካላት ናይ ዝኾነት ትኹን ማሕበር ምትእምማን ምስ ዝጐድል ከኣ እታ ማሕበር ትብተን። ከምዚ ናይ ተጋድሎ ሓርነት ኤርትራ ጨንፈራት ዘሎዋ ዋላ ኣብ መጨረሻ ውን ዓብደላ ክርስትያን ዶ ሽዑ ዶ ኢሉ ምትእምማን ስለ ዘይነበሮ ዝተበተነት ከምኣ እንታይ ትኸውን ትብተን። ከምኡውን ኣብ መንጎ መራሕቲ ወይስ ዓበይቲ ሓንቲ ሓንቲ ዓዲ ስኒት ንምትእምማን ምስ ዝጎድል እታ ዓዲ ትምህምን። ከምዚ እዞም መራሕቲ እዞ ነሓድሕዶም ሱቕ ኢሎም ቢትወደድ ክእሰር ከሎ ክንዲ ናበይ ደሊኻ ኣኪበ ኣዛራሪበዮም ገለ እንዳ በለ ኣንታ ናበይ ደሊኻ እንታይ ኢኻ ትገብር ደለኻ ክንዲ ድብልዎ ሸሪፎ ውን ሓቲቱ እንታይ ናይ ቢትወደድ ምስ በሎ ካበ ርእስቲ ኣተውጻኣና ኣለኻ እዋ እንታይ መጺነ ከመይ ገረ ኢኻ ኣበ ርእስቲ ዘውጻኣካ ደኣ ንሱ እቶም ካልኦት ውን እዛ ካበይ ገርካ ኢኻ ናበ ርእስቲ ተውጽእና ኣውጺኻኒ ትብሎ ዘለኻ ብገበን እንድዩ ተኣሲሩ ብገበን ኣይተኣሰረን ንሕና ክንፈልጦ ግባኣና ክንፈልጦ እንድዩ ዘለና መጋድልትና ንህዝቢ ሃገር ንሃገር ዝተጋደለ ኣይበልዎን እቶም ዓሰርተ ሓሙሽተ እቶም ምስታይ ዝብሉ ዘለዉ ንርእሶም ድማ ኣትዮማ እንታይ ኮይኖም ሽዑ ማህሚኖም ውዒላ ሓዲራ ድማ ኣብ ኢድ ዓዲ ጓና ትወድቕ ልክዕ ከምታ ልክዕ እምበር ዛር ከምኣ እያ ኮይና ከዓ እቶም ንሓድሕዶም ብትወደድ ኣቐዲሙ ክእሰር ከሎ ስለ ዘይሓገዝዎ ንሓድሕዶም ድማ ሽዑ ዳሕራይ ስለ ዘይተኣማምኑ ምስቲ ሰራዊቶም ስርርዕ ስለ ዘይፅንሖም ንርእሶም ኣብኣ ማህሚኖም እታ ሃገር ድማ ኣንድ ሁነናል ተደምረናል ይልና ኣብ ምንታይ ኣብ ኢድ ምንታይ ወዲቓ ኣብቶም ከም ወረርትና እዮም ተባሂሎም እቲ ስርዓት ወራሪና ወራሪና ስርዓት ኢትዮጵያ ተባሂሉ ዝቶ ብቃልሲ ዝወፀ ናብኡ ኣንድ ሁነናል ዝተፈላለየ ዝህዝቢ ኢሉ እዩ እዚ ኢሉ ዝኣምን ነቲ ሓቂ ዘይፈልጥ እዩ እንዳበለ ኣፍልቡ ኣይከሰርናን ኩሉ መሊሶምልና እዮም እንዳበለ ኣፍልቡ እንዳ ፈለቀ ክሳብ ኮራርምቱ ዝረኤ ይስሕቅ ነይሩ እንታይ ኮይና ንሳቶም እቶም እንታይ ኢና ዝበልናዮሞ ከምኡ ድማ ኣብ መንጎ መራሕቲ ውድብ ናይ ሻዕብያ ክንብሎ ኢና። ስኒትን ምትእምማንን ስለ ዝጎደለሲ እታ ዓዲ ይኹን እታ ውድብ ማህሚና እታ ዓዲ ድማ ማህሚና ውዒላ ሓዲራ ድማ ናብ ኢድ ኣቢ ወዲቓ። ከምኣ እያ ትብል ዘላ እዚኣ እዛ ናይ ኣበበ ወልደኣብ ጽሕፍቲ ከምኣ እያ በታ እዋኖም በዛ ግዜና ልክዕ ከምኣ እያ ትብለና ዘላ በዚ ኢኻ ታሪኽ ድገም ኣለኹ ኣሎ ዝብሎ ዘለኹ ንስማዓያ እንድሕር ስታይ ከነስተማቕራ ደሊና እንታይ ዝብል ዘሎ ከምኡ ድማ ኣብ መንጎ መራሕቲ ወይስ ዓበይቲ መራሕቲ እም በዓል ድሩዕ በዓል ጴጥሮስ ሰሎሞን በዓል ስፍሓት ኤፍሬም ወዘተረፈ ዓበይቲ ሓንቲ ስኒትኒ ምትእማን ምስ ዝጎድል እታ ዓዲ ዝብላ ዘለኹ ሕጂ እታ ውድብ እንታይ ትኸውን ናይ ህዝባዊ ግንባር ሓይሊ ይምህምን ውዒላ ሓዲራ ድማ ኣብ ኢድ ጓና ትወድቕ ጓና ሕጂ ኣብዩ ንዓና ኣብ ኢድ ኣብ ትወድቕ ከምኣ እብሉ ኣለዉ ኣቦይ ወልደኣብ ከመይ ዝኣመሰለ ትምህርቲ ዘለዎ ብፍላይ ሃዲእካ ምስ ተንብቦ እዩ መጽሓፍ እዚ እዚ ስብከት ወይስ ፕሮፓጋንዳ ኣይኮነን ኣዝዩ ዝመረረ እዚ ዝብሎ ዘለኹ ሲ ስብከት ወይ ፕሮፓጋንዳ ኣይኮንኩን ዝዛረብ ዘሎ ኣዝዩ ዝመረረ ሓቂ እዩ ይብሉና ኣሎ ልክዕ ኢኻ ሓቂ እዩ ንሓድሕዶም ስለ ዘይተሰማማዑ ተጋድሎ ሓርነት ኤርትራ ድማ ዓብደላን መሓመድ ናስርን ኣፍርሾማ ንተጋድሎ ሓርነት እሶም እዮም ኣፍርሾማ ምስ ናይ ወጻእተኛታት ኮይኖም እሶም እዮም ኣፍርሾማ እምበር ውያኔን ህዝባዊ ግንባርን ንተጋድሎ ሓርነት ኤርትራ ብምንም ዓይነት ክስዕራ ኣይክእላን እየን ነረ እሞ ኸኣ ከምዚ ዘብዘብ እንዳበልካ ኣብ ውሽጢ ሓጺር ግዜ ስለዚ እምበኣር እዚ ዝብሎ ዘለኹ ፕሮፖጋንዳ ምግናን ኣይኮነን ዝመረረ ሓቂ እዩ እቶም መራሕቲ ናይ ሓንቲ ውድብ ወይ መንግስቲ እንድሕር ከምዛ ናይ ውያነስ ሕጂ እግዜ እግዚኣብሔር ይኽለን እምበር ከም ኣኳ ተረኺባ ዘላ ብታ ናይ ትግራይ እውን ሕጂ ይኽደን ንኽልተ ሰብ ቃል ኪዳን ክፈላሊ ሓደው ክኣ ንሓንቲ ማሕበር ከፍርስ ዝደሊ ጸላኢ ንዘይ ምትእምማንኒ ንዘይ ምስምማዕኒ ናይቶም ሰብ ሓዳር ወይስ ደቂ ማሕበር መሳሪሒ ይገብር ከማ መንካዕዶ የሚንዶ መንካዕ ማለት ኣኮሎጉዛይ እዩ የሚን ማለት ድማ ሓማሴን እዩ ሓማሴን ድማ ምስ ቶም ናቶም ኤሊት ኮይኖም ን ኣከለጉዛይ ቀቲሎሞም ከምኡ እንዳበልካ ወይ ከኣ ድማ ሱሪ ኣዲስ ኣበባ እዚ ክርስትያን ስለ ዝኾኑ ቀቲሎሞም ከምኡ እንዳበልካ ትኸይድ ሓደ ከባቢ እንዳኣሎም መኽዶ ብሉኒ ደለዉ ትውስኸሉ ዳሕራይ እቲ ሓደ ድማ ልኡኻት ናቱ ድማ ይደፋፍእሉ የንበድብድዎ ከምኡ ይኸውን ተነቒሕካ ግን ነዚ ኣይትሰምዖን፣ ምስ ዘይትሰምዖ ድማ ተስፋ ቆሪጹ ከም መሳርሒ ኣይጥቀመሉን። ኣቤ ወልደኣብ ግን ኣብታ እዋን እቲኣ ከምኣ እዩ ዝጥቀም ጸላኢ ይብሉና ኣሎ። ዝረኣናዮ እዩ ከኣ እዚ። ከምኡውን ንሓንቲ ሃገር ክወርርኒ ክገዝእን ዝትምነ ጸላኢ ንዘይምትእምማንኒ ዘይምስናያትኒ እቶም መራሕትን ዓበይትን እታ ሃገር ኣፍደገን መሳልልኒ ገይሩ ይኣቱ እሞ ነቲ ሓደ ሰብ ወይስ ወገን ናብቲ ሓደ ሰብ ወይስ ወገን ኣቢሉ ከም ኣኽላባት ሹጥ እናበለ የናኽሶም። ከምኣ ሓቂ እንድሕር ድኣ ኮይኑ ከምዚ ናይ ናይዞም መራሕቲ ትግራይ ዘለዉ ኣብይ ሹት እንዳበለ ይፈላልዮም ንሓንሳእ ነቲ ሓደ ኣምጽኦ ነቲ ሓደ ሓደ ኣምጽኦ ከምኡ ይገብር ኢሳያስ እውን ብመጠኑ ነቶም ኣዚ ከምኡ ዝኣመሰለ ባህሪ ዝፍሉጥ እዩ ኢሳያስ እኳ ብከምኡ ከምኡ ስለዚ ካብዚ ንመሃር ታሪክና ይድገም ኣሎ እየ ዝብል ዘለኹ ኣነ ኣብ ዓንኬሌት ሰይጣን እንታይ እም ኢሎም ነዚ ኣቦይ ወልደኣብ ከም ኣብ ዓውዲ ኮለል ዝብል ብዕራይ መንገዱ ዘየስልጥ መንገዱ ግን ዝኸይድ ከምኡ ድማ ከምዚ ዝኣመሰለ ሕብረተሰብ ምትእምማን ዘይብሉ እቶም ኤሊት ክትኣማመኑ ዘይክእሉ ዝፈጥር ሕብረተሰብ እንድሕሪ ደኣ ብወገነይ ወገንካ ኮይኑ ጌጋ እንዳገበረ ከሎ ወገነይ ንመን ኣሕሊፈ ክበብ ዝህብ ክብል እንድሕሪ ደኣ ኮይኑ ልክዕ ከም ኣያ ወገን ዶ የብሉ ኮን ፍልልይ ዘይብሉ ተኸሎ ኮ እዩ ከዓ ከምኡ ዝገብር እንታይ እምበኣር ንኸምዚኦም ዝኣመሰሉ እንታይ ዝብሎም ከም ኣኽላባት እቲ ጸላኢ ሹት እናበለ የናኽሶም ከምዚ ግብፅን ኢሚራትን ድን ሕጂ ንሱዳን ከም ጎራ ሹት እንዳበላ ዶ እናኽስኦም ዘለዋ የፅነተኦ ነቲ ህዝቢ በቃ ስኢለ ሓመድ ዘጋብርዎ መን ንሳቶም ስለቶም ሱዳናውያን ስለ ዝተባእሱ ከመይ ኣብ ዝምድና ዘሎ ኣቦ ይወልዳ። እቲ ምፍልላይ እናገፍሐ እቲ ምትህልላኽ እናተረረ ኣብዚ ነቕልብ ሕጂ እቲ ምፍልላይ እናገፍሐ እቲ ምትህልላኽ እናተረረ ስለዚ እውን እቲ ባርዕ እናተዘርግሐ ይኸይድ ኣዋ ክዕገት ኣብ ዘይክእለሉ ቦታ እውን ይበፅሕ ስድርኡ ኮማያ ትኸውን ሽዑ ስድራኡ ስድራኡ ዘፍቅር ማሕበሩ ዝፈቱ ሃገሩ ዘኽብር ሰብ ኣብ ስድርኡ ወይስ ኣብ ማሕበሩ ወይስ ኣብ ሃገሩ ንፋስ ከእቱ ኣይግብኦን ሕጂ ነውራጃይ ንፋስ ኣየእቱን እንድሕሪ ኢልካ በደን ካልኦት ኣውራጃታት ንፋስ ክኣትወካ ግድን እዩ ንሃይማኖተይ ንፋስ ኣየእቱን እንድሕሪ ኢልካ ነቲ ሃይማኖትካ ንፋስ ክኣትዎ ግድን እዩ ከመይ ክንሓስበለና ሲ ከምዚ ኣብ ሃገረሰብ ስገለገሊ እሱይ እቲ ገዛውቲ እሱይ ዝተላገበ እዩ ሕጂ ኣብታ ክኒ ኣብታ ጎረቤትካ ዘላ ተመን እንድሕር ደኣ ኣትይዋ እሱይ ኣነ ይግድሰኒ ኢልካ ደቂስካ ክትሓድር ከም ከምኡ እዩ ደቂስካ ክትሓድር ኣይትኽእልን ካብ ምኽንያቱ ሰንቀ ሰንቀ ገይሩ እቲ ተመን ናባኻ መፅኡ ምናልባሽ እኳ ደኣ ኣብኣኻ ሽዑ ለይቲ ምሳኻ ሙቐት ደልዩ መፅኡ ነኺሱ ይቐትለካ ኮሚቲ ጉዳይ ስለዚ ኣብ ሃገረይ ንፋስ ኣይኣቱን ዝብል ኣገባብ ምስ በጻሕና እኳ ድኣ ጥራሕ ኣብ ሃገረይ ዘይኮነሲ ኣብተን ከባቢና ዘለዋ ክጸልወናውን ስለ ዝኽእል እቲ ባሩድ እኳ ጨንኡ ገይሩ እንድሕር ድኣ በዚ ናይ ሎሚ ራድዮ ኣክቲቭ ዘለዎ እንድሕር ተኩሶምሲ በቲ ንፋስ ገይሩ መጽዩ ከሕምመና ክኽእል እዩ ክትብል ክትሓስብ ክትክእል ኣለካ። ናይ ኣብታ ውሽጢ ሃገር ዘለኻስ ይትረፍ ንፋስ ማለት ጸላኢ ማለት እዩ ኢሎሞ ኣለው ጸላኢ ማለት ከኣ ሰይጣን ማለት እዩ ንቤትና ንማሕበርና ወይስ ንሃገርና ካብ ጸላኢ ማለት ካብ ሰይጣን ምእንቲ ክንሕሉስ ነቲ ጸላኢ ማለት ሰይጣን እሞ ከመይ ኣቢልና ከነለልዮ ንኽእል ኢሎም ብናይ ሰይጣን መንፈስ ይርእይዎ ኣለው ሕጂ እያ ኢሉ ዝሓትት ሰብ ኣይሰኣንን ይኸውን ከመይ ገርና ከለልልዮ ንኽእል ኢሉ ሰብሲ ይሓትት ይኸውን እዚ ኸኣ ግቡእን ዓብይን ሕቶ እዩ እቲ ምላሹ እውን ብኣጋ ዝርከብ ኣይኮነን ለክዕ እቲ ምላሹ ነዚ ነዚ ናይ ኣውራጃ ዘእትወልና ነዚ ናይ ሃይማኖት ዘእትወልና እቲ ምላሹ ብቐሊሉ ዝርከብ ኣይኮነን ኣድቅቕ ኣቢልካ ምጥማት ተጠንቂቕካ ምምርማር የድሊ። ኣወ ናይ ብሓቂ ስቕ ኢልካ ኣይኮነን ተሎ ኢልካ ሆሆ ናይ ድበልካ ኣይኮነ ኣድቅቕ ኣቢልካ ምጥማት ክትፈላልዮ ብግቡእ ከተጽንዖ፣ ተጠንቂቕካ ድማ ምምርማር የድሊ። ሰይጣን ምስ ጭረኡን ምስ ኣቕርንቱን ዚመጽእ እንተ ዚኸውን፣ ሓደ እኳ ኣይምተቐበሎን። እሞ ንሓደ እኳ ኼስሕት ኣይምኸኣለን። ሰይጣን መልኣኽ መሲሉ እዩ ዚመጽእ፣ እቲ እኩይ ሰብ ከኣ ጸላኢ ምዃኑ ኣፍሊጡ ዚመጽእ እንተ ዚኸውን፣ ንሓደ እኳ ኺጐድእ ኣይምኸኣለን። ልክዕ ከምዚ ናይ ጉጅለ ሳሕል ዋላ ናይ ተጋድሎ ሓርነት ኤርትራ በዓል ዓብደላ ውን ዕድሚኦም ምሉእ ከም ናትና ኢሎም ናቶም ኣምሲሎም ዘገልገልዎ ውድብ ከም ጸላኢና እዩ ናይ ክርስትያን እዩዶ ናይ ሽዑዶ ኢሎም ፈተውቱ ተመሲሎም ዕድሚኦም ምሉእ ዝኸዱ ዝነበሩ ብሓንሳብ ጥልም ኢሎሞ። ኢሳያስ ድማ በቃ ከምኡ ደሓን መሲሉ ቅድም ድማ እቶም ከም ተጋድሎ ሓርነት ኤርትራ ናይ ኣዕራብዮም ናይ ገለ ተባሂሉ ነቶም ክርስትያንሲ ኣነ ኣለኹኹም ካብኣቶም ከድሕነኩም እየ ኢሉ ልቦም ስልብ ኣቢሉ ንርእሶም ድማ ጥንጥን ጥልም ቢልዎም ናብ ምጽናት ገጹ እንዳብጽሖም ንሕናን ኢትዮጵያውያን ሓደ ኢና እንዳበለ ኣፍ ልቡ ይወቅዕ ከም ከበሮ ኣይተጎዳእናን መሊሾምልናዮም እብለና ስለዚ ካብ ከምዚ መሲሉ እዩ ከምኡ ፈታዊ ከዓ መሲሉ እዩ ዝመፅእ እዮም ዝብልዎ ዘለዉ ኣቦይ ወልደኣብ ሕጂ ኢሳያስ ፈታዊ ናይ ደቂ ከበሳ ናይ ክርስትያን ንበሎ መሲሉ ኣብቲ ሃይማኖት እንድሕር ድኣ መጺእና። ዓብደላ ድማ ብፍላይ ነቶም በኒ ዓምር ናቶም ኮይኑ ስለ ዝስምዖም ዝነበረ ነቶም በኒ ዓምር ነቶም ኣስላም ፈታዊ መሲሉ ተመሲሉ። እንታይ ጠቐምዎ እዚኦም? ዓብደላ ን ነቶም ኣስላም እንታይ ጠቐምዎም? ኢሳያስ ንደቂ ከበሳ እንታይ ጠቐሞም? ሳበ ንደቂ ሰምሃር እንታይ ጠቐሞም? እንቶሽ ባዶሽ። ንሕና ግና ኩላትና ገ ኢሳያስ ምስ ዝጋገ ደቂ ከበሰና ደቂ መታሕትና ኣስላማይና ክርስትያንና ዓብደላ ምስ ዛዛዝ ከምኡ ኣውራጃዊ እንድሕር ደኣ ኹይኑ ኩላ ነቲ ኣውራጃ ድ ስታይ ድበለ ብ በውራጃ ዝም ስታይ ዘብል ድማ ናብ ገለ ገሊኦም ብፍላይ ናይ ብሓቂ ብርኡይ ዝገብርዎ ኩላህና ኣይፋል ኣይፋል ኣይፋል ክንብሎ ዝግብኣና ኣብቲ ደረጃቲ ግን ጌና ኣይበጻሕናን ስለዚ እዛ መጽሓፍ እዚኣ ብፍላይ እዛ ርእስቲ እዚኣ ንዓይ ልክዕቲ ንዓይሲ ኣዝያ ነቲ ኣነ ዝሓስቦ እተራጋግጽ ኮይና እየ ተረኪበያ ሰይጣን መልኣኽ መሲሉ እዩ ዝመጽእ፣ እቲ እኩይ ሰብ ከኣ ከኣ ጸላኢ ምዃኑ ኣፍሊጡ ዝመጽእ እንተ ዝኸውን ንሓደ እኳ ክጐድእ ኣይምኸኣለን። ፈታዊ መሲሉ ዝመጽእ ስለ ዝዀነ ግና ንብዙሓት የስሕት። ወዲ ከበሳ እንድሕር ደኣ ኰይኑ ንወዲ ከበሳ'የ ክርስትያን'የ ኢሉ ፈታዊ ክርስትያን መሲሉ መጽእ። ወዲ መታሕት ተኾይኑ ድማ ኣነ ወዲ መታሕት ኣስላማይ እየ ኣብቲ ድልየት ናይ ኣሰላም ከማልእ እየ ኢሉ ይመጽእ። ኣውራጃ እንድሕር ኮይኑ ድማ ኣነ ነዛ ኣውራጃይ እዚኣ ኢሉ ይመጽእ። ዓሌት እንድሕር ኮይኑ ድማ ኣነ ነዛ ዓሌተይ እዚኣ ኢሉ ይመጽእ። በዚ ድማ ብዙሓት የስሕት። ኣብታ ምፍንጫል ኣድሂቡ ዝገብር ግን እቲ ርኹስ መንፈስ ዘለዎ እዩ። ንሃገረይ ንፋስ ኣየእቱን ዝብል ደኣ እምበር ነታ ሃገር መልሹ ነታ ናተይ ጥራሕ ዝዕቅብ ዝኽልል ካብ ንፋስ ዝከላኸለላ ዝብል ግን ኣይሰርሕን እዩ። ኤውሮጳ እኳ ብምልእታ ከም ኤውሮጳ መጠን ኤውሮጳዊ ዜጋ እያ ትብል ዘላ። ስለዚ ዓቢ ትምህርቲ እዩ ማለት እየ። እሞኸ እቲ እኩይ ሰብ ደኣ ብምንታይ ኢና ክንፈልጦ እንኽእል ኢሎም ሓቲቶም ኣቦይ ወልደኣብ። ብፍረ ስርሑ ጥራይ ኢና ክንፈልጦ እንኽእል። ስለዚ ፍረ ስርሑ ናይ በዓል ኢሳያስ ኣብ ጉጅለ ሳሕል እንታይ እዩ ነይሩ? መንካዕ የምን ኢሎም የቃትሉ፣ ሓዊ የንድዱ፣ ኣዞ፣ ብጭካነ ዝኸውን ከ ብጭካነ ጥራሕ በቃ ብኣረሜናዊ ዝኾነ ኣጋባብ ሰብ የሳቕዩ ብፍረ ስረሑ ብፍረ ስርሑ እቲ ህዝቢ ዕድል ኣይረኸበን እምበር መለለዮም ነይሩ እቶም ጉጅለ ሳሕል ኣትዮማ ዘለዉ መብዛሕትኦም ግን ድማ ፈልጥዎ ነይሮም ኣዚ ንእሽቶ ወለዶ ሕጂ ነዚኣ ፈሊጥዋ ዩ ሓቂ ዘረባ ሕጂ ብቀረባ ስለ ዝፈልጦም ከምቲ ህዝቢ ወይ ከኣ ናይ ቀደም ተጋዳላይ ተሓቢኦም ወረ እንዳ ሓብኡ ዝገብርዎ ኣይኮኑን ኣብዚ መዓልታዊ ካብ ሳዋ ጀሚሮም ስለ ዝፈልጥዎም እዚ ንእሽቶ ወለዶ ግን ካባና ንላዕሊ ካብቶም ዓበይቲ ዝያዳ ኣፍልጦ ኣሎ ንሕና በዓል ኣነ ዶ ዊንጉይና ኢነ ተረዲእና ኦም ብፍሪኡ ከም ዝፍለጥ ሰብ ከኣ ብፍረ ወይስ ብሳዕቤን ስራሑ ክፍለጥ ይከኣል እምበኣር ኢሳያስ ብፍሪኡ እዩ ዝፍለጥ ብሳዕቤን ስርሑ እዩ ዝፍለጥ ኣይከሰርናን ኢልና መዓት ክሳራ ከሎ ኣምሓራ ምስኦም ክትከገፁኻ ስረ ምስኦም ክትልምን እኳ ሽግር ይብለና ነይሩ ሕጂ ድማ የሕዋትና እዮም በበይኖም ኢሉ ዝሓስብ ይብለና ኣሎ ተደምረናል ይብለና ኣሎ እዚ ባሕርና እዚ እንዳበለና ነይሩ ኣብ ባፅዕ ኣሰብ ንምንካፈሎ ይብለና ኣሎ። ስለዚ ንኻብ ከምዚ ዝኣመሰለ ንኽንወጽእ መጻሕፍቲ ናይ በዓል ኣቦይ ወልደኣብ ብፍላይ ነቲ ሕብረተሰባዊ ዝምድናና ዝምልከት ናይ ሓው ኣብራሂም ዓሊ መሓመድ ዓሊ ድማ ናይ መጨረሻ ጽብቕቲ መጽሓፍ እያ ካብ ምጅማር ሰውራ ጀሚሩ ኣብቲ ሃይማኖታዊ ዝምድናውን ስለ ዘለ ኣብቲ ኣብቲ ኣውራጃውን ኣብኡ ጠቒስዎ ኣሎ ብዙሕ ዘማሳስል ኣሎ ኣለዋ እታ ናይ ኢብራሂም መሓመድ ዓሊ እሱ ግን ኣብቲ ናይ ግዜ ሰውራ ዝተደረተ እዩ ናይ ኣበይ ወልደኣብ ግን ካብ ናይ ካልኦት ሃገራት እውን እንዳ ኣመልከቱ ዝኣ ግፍሕ ዝበለ ንድሕሪት ድማ ንውሕ ዝበለ ዘለዎ እዩ። ንኹሉ ሕብረተሰብ ከኣ ዘማልእ እዩ። ትምህርቲ ኣሎ፣ ምዕዶ ኣሎ፣ ንመንእሰያት ኣሎ ወዘትረፈ። እቲ ናይ ድኽመታትና ኣውራጃ ሃይማኖት ከኣ ከይነሓፉ ኣብዚ ኣስፊሮሞ። እነ መለስ ስለዚ እዚ መጽሓፍ እዚ ተደይተጠቐምናሉ ንርእስና ተጎዳእና። ናብቲ ዝሓለፈ ዛንታ ፖለቲካዊ ኩነታት ሃገርና ኣቢልና ግልጽ እንተበልና ይብሉ ኣለዉ። እምበኣር ፖለቲካዊ እዮም ነይሮም ኣቦይ ወልደኣብ ተጋዳላይ እዮም ነይሮም ማለት እዩ። ኦኬ ግልጽ እንተንብል እሞ እንተንምርምር ብዙሕ ትምህርትን ስምዕታን ምረኸብና ስምዕታን ትብል ቃል ነቕርበላ ንድሕሪት ተመሊስና እንተ እንምርምር፣ ትምህርትን ስምዕታን ምረኸብና ብዛዕባ ሃገርና። ከም'ኣ እያ ዝብል ዘለኹ ከኣ። ይድገም እዩ ዘሎ ዝብል ዘለኹ ብኸምዚ እዩ። ናብ ናይ'ቲ ናይ'ቲ ዘበን እቲ ዝነበሩ ናይ ፖለቲካ ወገናት ወይስ ማሕበራት መራሕቲ ነፍሲ ወከፎም ሓሳባቶምኒ ዕላማታቶምኒ ካብቲ ናይቶም ካልኦት ዝበለጸን ዝጠቅምን ከም ዝነበረ ንህዝቢ ንምርዳእ ሰዓብቲውን ንምርካብ ብዙሕ ይጋደሉ ነበሩ። ነቲ ህዝቢ ንገሊኡ ብመንገዲ ሃይማኖት ንገሊኡ ብመንገዲ ኣውራጃ እሰን እየን እተን ሽግርና ናይ ብሓቂ ልክዕ እሲ መጽሓፍ እዚኣስ እቲ ቀደም ነቢበ እንዲ ቀሚጠያ ነረ ርስዖ ኮይነ ከምኡ ሕጂ ግን እቲ ናይ ስም ኣበይ ወልደ ኣብ ጀማሪ ሰውራ ክበሃሉ ዶ ይኽእሉ ኣይክእሉን ስለ ዝመጸት እንዲ ሕጂ ኩሉ ኣዘኻኺራት እንመልሻ ኩሉ ኣሎ ድኽመት ናትና ኣብዚ ነዛ መጽሓፍ እዚኣ ብግቡእ ዝተማህረ ሰብ ዘንበባ ዝደጋግማ ኣብ ህይወቱ ሚእቲ ካብ ሚእቲ ለውጢ ከም ዝረክብ ፍሉጥ እዩ ንንቕሓት ንረብሕኡ ንረብሓ ህዝቡ ኣካሉ ንረብሕኡ ህዝብ ብዘይ ህዝብ ንህዝበይ ዝበሃል የለን ብዘይ ህዝቢ ረብሓ ናይ ህዝቢ ረብሓ ድበሃል የብልካ ነብሲ ወከፍ ወልቀ ሰብ ረብሓ የብሉ ስለዚ እንታይ እዮም ዝብሉ ዘሎ እንታይ እዮም ዝብሉ ዘለዉ ኣቦይ ወልደኣብ ነቲ ህዝቢ ንገሊኡ ብመንገዲ ሃይማኖት ንገሊኡ ብመንገዲ ኣውራጃ ንገሊኡ ድማ መንገዲ ሓርነትኒ ራህዋን ትምህርትን እና እናኣተዉ ከይረድእዎ ይጋደሉ ኣለዉ ሕጂ ሓርነት ዝምህሩ ጽቡቃት እዮም እቶም ናይ ኣውራጃን ናይ ሃይማኖታትን ግን ርኹስ ካብቶም ርኹስ መንፈስ ዘለዎም እዮም ክብልዎም ዝኽእሉ ኣቦይ ወልዳብ ስብከቶም ዝመስል ስለ ዝነበረ ድማ ስለዚ ኣብቲ እዋን እቲ ከምኡ ገብሩ ኔሮም እንድዮም ስብከቶም ስብከቶም ዝመስል ስለ ዝነበረ ድማ መን ክኽእሎም ዳ ብዘረባ ዘረባ ተባሂሮም መፅኦም ከምዞም ካድራት እኮ እዮም ነብሲ ወከፎም ዝስዕቦም ሰባት ረኺቦም ሰባት ረኸቡ እሞ ህዝቢ ኤርትራ ኣብ ብዙሓት ወገናት ወይስ ማሕበራት ተኻፋፊሉ ተረኽበ ሕጂ ማሕበራት ገለ ዝብልዋ ዘለዉ ወገነይ ወገናት ካብ እትዮም ላለዉ እዮም ወገናት ማሕበራት ወገናት ወገን እንታይ ወገን ሃይማኖት ወገን ኣውራጃ የእትዮምሉ ኢሳያስ ኣይነበረን ሽዑ በዚ እየ ከዓ ኣነ ንኢሳያስ ጥራሕ ዝኾነ ከምዚ መሐበሲ ርሳሓት በለ መሐበሲ ርሳሓት እኹል ርሳሓት ኣለዎ ናቱ ንህዝቢ ኤርትራ ዝገበሮ ናይ ብሓቂ ሲ ከም ከምኡ ገይሩ ንህዝቢ ኤርትራ ዝጎደኦ ጓና ይኹን ካልእ ሰብ የለን ንህዝቢ ኤርትራ ይኹን እምበር ኣብታ ናይ ሃይማኖትን ናይ ኣውራጃን ግን ንሱ'ዩ ፈጢርዋ ንትብል ግና እታ ፈጢርዋ ትብል ግን ኣይሓቅን ተጠቒምላ እወ ስለዚ ሓቂ ጽቡቕ ሓቂ ትኹን ሳንዳኻ ኢሎም ኣቦይ ወልደኣብ ሓቂ ዘይገብር ብኣግኡ'ዩ ዝበላሸዎ ይብሉ ኣቦይ ወልደኣብ ንሳቶም ብኸምዚ ገይሮም ከፋፊሎሞ እንድዮም ኢሎም ዘለዉ ንሳቶም ናይ ዕዮኦም ፍረ ወይስ ሳዕቤን እንታይ ከም ዝኸውን እናፈለጡ እዮም ዝዓዩ ዝነበሩ ሕጂ በውራጃ ዝፈላልዩኻ እንዳፈለጡ እዮም ገለ ገሊኦምስ ወረ ናይ ብሓቂ ሓቂ ዘረባ ሓይሲ ዞም ገሊኦም ኣይትዋሰቡዶ ኣይትበሃሉ ዶ ትትንክፎንዎ እሞ ሎሚ በቃ ከምዚ ዝኣመሰለ ስታይ ኣብሉ ከይትዋሰቡ ድብሉ እዚኦም መሳርሒ ናይቲ ጉጅለ እዮም ኢለ እየ ዝኣምን ኣነ ቀልዓለም የብልና ገለ የብላ ብጀካ መሳርሒ ናይቶ ጉጅለ ካልእ ክኾኑ ኣይክእሉን ብ ብድሕረቶም ጥራሕ ኣይኮኑን ማለተየ ስለዚ ህዝቢ ግና ኣይፈልጥን ልክዕ እዚኣ ዝብል ዘለኹ ኣነ እንታይ እም እንታይ ኣብዚኣ ጽብቕቲ መጽያ ኣላ ንሳቶም ቶም ተጋደል ቶም ኤሊት ናይ ተጋደልቲ ክብልኦ ነታ ን ንምኽንያቱ ኣነ ድማ ኣካል ናይቲ ተጋዳላይ እንድየ ነይረ ሕጂ ብኣይ ክግምግሞ እንድየ ኩሉ ትግ ተጋዳላይ እውን ከማይ እዩ ነይሩ ንሳቶም እቶም መራሕቲ ገድሊ በዓል ኢሳያስ በዓል ዓብደላ በዓል ሳቤ ናይ ዕዮኦም ፍረ ወይ ሳዕቤን እንታይ ምዃ ከም ዝኸውን ይናፈለጡ እዮም ዝዓዩ ነይሮም ኣንድነት ክገብራ ን ንኢትዬ ን ኤርትራ እንዳ ፈለጠ ዓብደላ ድማ እስላማዊት ክገብራ እንዳ ፈለጠ ናይ ሳቤ ሓውሲ ከምኡ እሱውን እንዳ ፈለጡ እቲ ህዝቢ ግና ኣይፈልጥን ነበረ እቲ ህዝቢ ግና ኣይፈልጥን ነበረ። ስለዚ ነዞም መራሕቲ ተጋደልቲ እሳቶም ጉዶም እንዳተሰራርዑ ክመጹ ከለዉ ዓብደላውን ንተጋድሎ ሓርነት ኤርትራ ኣብ ዝደለዮ እዋን ከፍርሰላ ዝኽእል ዓይነት ስርርዕ ገይሩ ንበዓል መልኣክ ክቕትል ኣቢሉ መሳርያታት ከሊኡ ስለ ዝነበረ እቲ ህዝቢ ግን እቲ ተጋዳላይ ግን ይፈልጦ ኣይነበረን። ተመሃር ኣብታ ንእሽቶ። ስለዚ ኣዝየ ዝኽወለኒ የለን ዝተረድኦ ትብላ ዘለኻ ዝተኸወለካ ነገር ከይህሉ ነዚ ድማ ኮፍ ኢልካ ምዝርራብ ጥራሕ ንኣብነት እቶም ኣብ ኢትዮጵያ ሓርነት ኣሎ ዴሞክራሲ ኣሎ ራህዋ ኣሎ ነቶም ኣንድነት እዮም ሕጂ ትምህርቲ ኣሎ ፍትሕን ሰላምን ኣሎ ስለዚ ምስ ኢትዮጵያ ብዘይውዕል ክንሕወስ እዩ ዝሕሸና እናበሉ ዝሰብኩ ዝነበሩ ሓደ ካብኦም እዮም እዚኦም ሕጂ እዚ ኩሉ ኣብ ኢትዮጵያ ከም ዘይነበረ ይፈልጡ እዮም እንታይ እዩ ዘይነበረ ከም ዘላ ገይሮም ዝዛረቡ ነቲ ሰብ የዕሽዎ የዕሽዎ እንታይ ኢሎም የዕሽዎ ሓርነት ኣሎ ብ ኢትዮጵያ ዶሞክራሲ ኣሎ ብ ኢትዮጵያ ራህዋ ኣሎ ብ ኢትዮጵያ ትምህርቲ ኣሎ ብ ኢትዮጵያ ፍትሒ ኣሎ ብ ኢትዮጵያ ሰላም ኣሎ ብ ኢትዮጵያ ኢሎም ነቲ ህዝቢ ኣንድነት ምእንታን ክስዕቦም ኢሎም ይሰብክዎ ብሎ ኣብታ ግዜኦም ዝተመከርዎ ኣቦይ ወልደኣብያ እዚ ከም ዘየሎ ግን እናፈለጡ እዮም ስለዚ ንውልቃዊ ረብሖም ስለዚ ክሳብ ክንደይ እዮም ካብዞም ጉጅለ ዓሰርተ ሓሙሽተ ኸ ንረብሓ ጥቕሞም ክብሉ ኣፅቂጦም ስቕ ዘይበሉ ኢልካ ድማ ክሕተት ይግባእ እዩ እቲ ዚስዕቦም ዝነበረ ወገን ግና ኣይፈልጥን ነበረ። እወ፣ እሳቶም ኢትዮጵያ ራህዋ ኣሎ፣ ሓርነት ኣሎ፣ ትምህርቲ ኣሎ፣ ፍትሕን ሰላምን ኣሎ ኢሎም ስታይ ክብሉ ዝሰብኩ ከለዉ ከም ዘየሎ ፈልጡ እዮም። ንሳቶም እንዳፈለጡ እዮም ከምኣ ዝብሉ ዘለዉ፣ ከምዛ እዞም ሕጂ ካህናት ዝገብርዋ ዘለዉ። ተራ ናይ ናይ ናይዚ ጉጅለ ሳሕል ተመልሚሎም ናቱ ኮይኖም ዘለው ልክዕ ከማ ኩላ ትወርዳ ደላ ጉድ ፈልጥዋ እዮም ዞም ካህናት እዚኦም እቲ ህዝቢ እቲ ህዝቢ እውን ሓቂ ዘረባ ሕጂ እዚ ካልእ እዩ እዚ ህዝቢ እዚ እውን ይፈልጥ እዩ ግንሲ ርዒዱ ለሚሱ ብፍርሂ ዝበፅሖ የብለይን ስለ ዝበለ ደኣ እምበር ተወዲብካ ናይ ምምራሕ ዓቕሚ ዘይፈጠረ ኮይኑ እምበር ይፈልጦ ኢሎም እዩ ኣብቲ እዋን እቲ ግን ክሳብ እቲ ናህተይ ወለዶ ይፈልጦ ኣይነበረን። እዚ ሓድሽ ወለዶ ግን ብቐረባ ስለ ዝፈልጦ ነዚ ስርዓት ናይ ጉጅለ ሳሕል ይፈልጥ እዩ ሓቂ ዘረባ ሓይሽ። ደሓር ከኣ ሕጂ ሳላ መድያን ገለን ኩሉ ተጫጭሑ ተፈሊጡ እዩ። እዚኦ እዩስታስኒ ከምኡ ኣይኮነን ማለተይሲ ከምቲ ናይቲ ዘበን እቲ ኣይኮነን። ስለዚ እቲ ዝስዕቦም ዝነበረ ምስ ኢትዮጵያ ኣንድነት ሕሸና ዝንረብሓ ኣሎ ዝብሎ እሱ እቶም ዝሰብክዎ ፈሊጦም እዮም እቲ ዝስዕቦም ግን ይፈልጥ ኣይነበረን ዝፈለጠስ ናይ ዕዮኦም ፍረ ብዝረኣየ ጥራዩ ዝፈለጦምሲ ብዕዮኦም ምስ ረኣየ ጥራሕ እዩ ዝብሎ ዘሎ ከምኡ ድማ እቶም ምምቃል ኤርትራ ዝልምኑ ዝነበሩ መራሕቲ ሃይ ብሃይማኖት በዘ በቶም ኣስላም እዮም ማለት እዩ ሕጂ ብመርየት ብመውስቦ ብልማድ ብልማድ ብኤኮኖሚያ ምስ ሱዳን ንመሳሰል ኢና እሞ ምስ ሱዳን ምሕዋስ ይሕሸና እናበሉ ክሰብኩን ክዓዩን ከለዉ ተቓላሳዮም ነይሮም እምበኣር ኣቢ ወልደኣብ ናይ ኤርትራ ተቃላሳይ እዮም ነይሮም ሕጂ ቀስ እንዳበለ እቲ ተቃላሳይ ተጋዳላይ ምንባሮም እንዳ ኣብቲ ዝተሰማዓኒ ክገልጾ እየ ስለዚ ተቃላሳይ እዮም ነይሮም ኣቢ ወልድኣብ ነቶም ኣንድነት ድብሉ ቃለስዎም ነቶም መሬት ምስ ሱዳን ሕሸና ዝብሉ ድማ ይቃለስዎም ነይሮም ኣዩ ይቃወምዎም ነይሮም ከምዚ ዝበለ ፖለትካ ንኤርትራ ንኤርትራን ንሱዳንን ጎዳኢ ደኣምበር ጠቃሚ ከምዘይነበረ ኣዳላዲሎም ይፈልጡ ነበሩ ሓንቲ ዝስዕቦም እቲ ዝስዕቦም ዝነበረ ወገን ግና ኣይፈልጥን ነበረ። እቶም ዝስዕብዎም ነቶም ኣቶም ብኣንድነት ዝስበኹ ኣይፈልጥዎምን ነይሮም ነይሮም። እቶም ነቶም ምምቃል ኤርትራ ምስ ሱዳን ሕሸና ኣሕዋትና ስላም ዝበሉ ድማ ንቶም ዝሰብኩ ደኣ እምበር እቲ ህዝብስ ይፈልጥ ኣይነበረን። ዝፈለጠስ ናይ ዕዮኦም ፍረ ብዝተመልከተ ጥራይ እዩ። ነቲ ዝሓለፈ ፖለቲካ ዛንታ ሃገርና ሎሚ ምዝካርና ነቶም እተጋገዩ መራሕቲ ንምኽሳስ ወይ ንምውቃስ ኣይኮነን። ከምዚ ዝበለ ነገር ንታሪኽ ክንሓድጎ ከም ዝግብኣና ንፈልጥ ኢና። ንእኡ ዘዘክረና ዘሎ ምኽንያትሲ ከምዚ ኣብ ላዕሊ ዝጠቐስናዮ ዘበለ ነገር ሎሚ እውን ከይድገም ሎሚ እውን ከይድገም ኣንታ ንእሽቶይ ወለዶ ድማ ሎሚ እውን ከይትደግሞ እታ እተረድኦ ትብል ሕሰበላ። እንታይ ዝብል ዘሎ እምበኣር ነቶም ሽዑ ከምኡ ዝገበሩ ንምኽሳስ ወይ ከዓ ንምውቃስ ዘይኮነሲ እዚ ከምዚ ዘብለና ዘሎ ሎሚ እውን ከይድገም ንምዝኽኻርኒ ንምጥንቃቕኒ ጥራይ እዩ ይብሉ ኣቦይ ወልደኣብ። ስለዚ እምበኣር ንሕጂ ኣብዚ ትኣኽለኒ ከይትነውሓኒ ግን ከመይ ዝበለ መጽሓፍ ኣንቱም ነዚ እትሰምዑ ከምኡ ዝግደሱ ትብልዎም ድሕር ኣልኹም ድማ ከምዚ እተመሓላለፍኩሞ ጽቡቕ እዩ ሰብ ናይ ብሓቂ እንድሕር ደኣ ካብዚ ሽግር እዚ ክንወፅእ እንድሕር ኮይና ክንመሃር እዩ ዘለና ክንመሃሃር እዩ ዘለና እዞም መፃሕፍቲ ድማ ኣዝዮም መሃርቲ ስለ ዝኾኑ ሰብ ክፈልጦም ክላለዮም ከምዚ ዘላልዮም ዘለኹ በብወገንኩም ኣንቱም ትሰምዕዎ ዘለኹም ድማ ጠቓሚ ዩ በሃላይ እየ ኣነ ስለዚ ካብ ድሕረነት ካብ ድሕረት ተቓላ ተላቒቕና ካብዞም መከራና ሽግርና ዝኾኑ ፈላለይትና ንዕኦም ከምቶም ቀዳሞት ከይፍ ከይተፈልጡ ዝተመርሑ ዝተመራሕና ተጋደልቲ ከለና መብዛሕትና ከምኡ ድማ ሕጂ ከምኡ ትምርሑ ከይትርከቡ ብፍላይ በዚ ናይ ኣውራጃን ናይ ሃይማኖትን እንተ ኣመሓላለፍኩሞን እንተ ተማሃርኩምን ጽቡቕ እዩ እንዳበልኩ ንሎሚ ኣብዚ ይኣኽለኒ።